ውድርድር ምቁር ኣብ ህድሞና ነባሪት ሕጂ ውን ካልኦት ዝተፋላለዩ ዓይነት ስነጥበባውያን ናይ ሃገርና ቀሪብልኩም ኣሎ ኩሉ ግዜ ምርጫኹም ህድሞና ነባሪት ምቁር ውድድር ይኹን። ላኮት ሪኢቶታት ኣይተንብቦ ኮመንት ይተንብቦ ብግዜ ምስኣ ንኹን ከም ዝበልካዮ ብዙሕ ኣይተጠቀምካሉን ንሕና ግን ህያው ምስክር ኢና ኩሉ ግዜ ናይ ኩሉ ሰብ ሪኢቶ ንሰምዖ ስለ ዝኾና ናይ ቀደም ኣያና ናይ ቀደም ኮሜድያን ናይ ሃገርና ካብቶም ብተፈተውቲ ኩሉ ግዜ ኣብ ልብና ዘለኻ ምዃንካ ንሕና ህያው ምስክር ኢና ማለት እዩ ብጣዕሚ ንፈትወካ ናብ ተኽሊኖ ክንከይድ ከምዚ ኪዱን ክብሎ ዝጸንሐት ናይ ቀደም ኣይትፍርሓኒ ግን ኣጆኻ ኣብቲ ውድድር ጀምሩ ኣንታ ምቑራብ ግዜ ወስደ ኣብ ኩባያ ክንድደኒ
ሰብታ
ደቂ ዩጋንዳ እዮም በናና ዝበልዕሞ ተኽለ ብርታዕ ኣንታ ኺድን ሓወይ ኣነ ኸስ ክስዕበኒ ኢለ ጥራይ ጣዕጣዕ ኣቢለ እታ ቀዳመይቲ ኣነ ብሎኮ ከለኹ ባፅዓት እዩ
ድሓን ሕጂ ዋላ ብመስፍን ጽዋዕኒ ዋላ ብተኽለ ጽዋዕኒ ተገድስኒ መኪና የለሽ ኣብዚኣ ኢሉ ኣብ ቅድሚት ኮፍ ኣቢሉ ሰማዕ ኣለኻ መስፍን ሓወይ እወ ኣነ ልክዕ ንከማኻ እየ ባህረይ

ኣብ ክልተ ሽሕን ሓደን ሲ ክጻወት ጀሚረ ማለት እዩ ብባንዲ ከምርዖ ጀሚረ ይዛረብ ኣሎ ልሳነይ ንብዕ ኣሎ ዓይነይ ብቻ ክባ ፍቕረይ ተልምኒ ያኽሎ በሊ ግደፊ ኣንኸይጽለል

ካብ ናተይ ኮሜዲ ክትርኢ ገለ እዚ ሕጂ ጸሊኣቶ ገለ ገለ ዘይኮነሲ ደንታ የብላን ሞጎጎ ክትስንክት ገለ ማለት እዩ። ኣነ ገጂፍ እዩ ክብለኒ ጸኒሐ እሞ ግጅፊ ኮነ ዝሰርሓ ውድድር ሰንዓፈ ከመይ ድዩ ደቂቕ እዩ እሞ ነቲ ነዊሕ ከመይ ቀዲምዎ
ብዝኾነ ብዘይቀልዓለም መጀመርያ መጀመርያ ንኤርሙና ነባሪት ንከምዚ ዓይነት መኣዲ ናይ ምዝንጋዕ መኣዲ ኢና ክንብሎ እምበር ናይ ውድድር መኣዲ ክንብሎ ኣይንኽእልን ኢና ምኽንያቱ ናብቲ ዛናኻ ትገብሮ ጥዑም እዩ ንዓኻ ማለት እዩ እቲ ህልኽ ክነንጸባርቆ ምዃንና ርዱእ እዩ ግን ቅድሚ ኩሉ ልዕሊ ኩሉ ንዓቢ ስነ ጥበባዊ ኣቦና ኣያና ኪዳነ ግርማይ ንዝገበረ ማለትሲ ኣብ ቅድሚኡ ከምዚ ኢለ ኣነ ኣብ ቅድሚኡ ንከምዚ ምብቃዕይ ንዓኹም ይመስገን ንዑ ከዓ ክብሪ ይሃቦ ንከምዚ ዓይነት ክብሪ ሂቦ ዓብ ስነ ጥበባዊ እሞ ነቲ ስነ ጥበብ ኣኽቢሩ ብምምፅኡ ንባዕሉ ክብሪ ይሃቦ ብሽም ኩሎም ተዓዘብቲ ድማ ምስጋና ግቦ እዩ